ካብ ምሒር ታሕጓስ ዝተላዓለ ዝገብሮ ጥፍኣኒ በቃ ልበይ ብደስታ መሊኣ ክትትኮስ ደለየት እቲ ደስ ዘበለኒ ናብ ታሽዓይ ክፍሊ ጥራሕ ምሕላፊ ኣይነበረን ታሽዓይ ክፍሊ ንክመሃረሉ ዝበፅሓኒ ቤት ትምህርቲ ከዓ እምበር ታሪኻውን ዓብን ወይዘሮ ሲም ቤት ትምህርቲ ሓቂ ንምዝራብ ኣብቲ ግዜ ናብ ዩኒቨርሲቲ ምእታው ከማን ክንዲ ናብ ወይዘሮ ሲም ቤት ትምህርቲ ምእታው ዘኹርዕ ኣይነበረን ሰማያዊ ድቢዝኡ ብሉጻት መማህራን ናይ ቀለም ባህር ሞያ ከማን ቅድሚ ሕጂ ናይ ባዕሉ ዝኾነ ዓቢ ናይ ሙዚቃ ክላስን ኦርኬስትራውን ነይርዎ እዩ። ነዊሕን ብጫ ሕብሪ ዝውንን ግሩምን ማራኽን እዚ ቤት ትምህርቲ ካብ ርሑቕ ምስ ተዓዘቦ ቤተ መንግስቲ እምበር ቤት ትምህርቲ ይመስል ኣይነበረን። ኣብዚ ኩሉ ዓመት ዝተምሃርኩሉ ቤት ትምህርቲ ሕጂ ካብ ዝበጽሓኒ ቤት ትምህርቲ ከወዳድሮ ከለኹ መራኸቢ ዝበሃል የብሉን። ከጽልኣካ መዓት እዩ በቃ እቶም ክላሳት እውን ሕጂ ክሪኦም ከለኹ ናይ ድሮ ሰፈር ኮይኖም እዮም ዝስምዑኒ። እውይ ሞት ትረስዓኒ ዓርከይን መተዓብይተይን ረሲዐዮ ናበይ ከይዱ ያኸ ክደሊ ጀመርኩ ኣልኣሚን ዓርከይ እዩ ብሓንሳብ ኢና ዓቢና ስቕተኛ እዩ ኩሉ ተምሃራይ ብስቕትኡን ብመንፈዓቱን እዩ ዝፈልጦ ኣብ ቀጽሪ ቤት ትምህርትና ደሊ ምስ ሰኣንክዎ ብቤት ትምህርትና ዳሕረዋይ ማዕጾ ወጼ ናብታ ኩሉ ግዜ ነዕርፈላን ንራኸበላን ዝነበርና ቦታ ኸድኩ እ እ ንበይኑ ኣብ ትካዚ ኣትዩ ኮፍ ኢሉ ነበረ እውይ ኮፍ ኣባህልኡ ከሕዝነካ እቲ ነዊሕ ቁመቱ ከም ሳምቡሳ ጥቕልል ኢሉ ውሽጡ ብናይ ሓዘን ድፉን ዓደስ ምልእ ኢሉ ድንግርግር ኢሉኒ በዚ ፍሉይ መዓልቲ ኣሽንኳይ ዶል ኣሚንስ ዋላ ሓደ ሰብ ክሓዝን ኢለ ኣይሓሰብኩን ነይረ። እንታይ ግን ኣተኪዝዎ ባጀልኡ ይሪኦ ኣለኹ ልዕሊ ቴስዓን ትሽዓተን ነጥቢ ምፅኡ እዩ ሓሊፉ ከማን ካብቲ ቤት ትምህርቲ ሙሉእ ናይ ዩኒት ቀዳማይ ብምውፃእ እንታይ ኮንካ ወል ሓደ ዋ እንታይ ደኣ ኣብዚ ጨቢጥካ ኣፍራህ ተሪፋ። ኣነ እውን ከም ሳምቡሳ ተጠቕሊለ ኣብ ጎኑ ኮፍ በልኩ። በቃ ክልቴና ባጀለና ዓፂፍና ኣብ ትካዜ ኣቲና ኮፍ በልና። ካብ ርሑቕ ንዝተዓዘበና ሰብ ባጀላና ናብ ታሽዓይ ክፍሊ ብልዑል ነጥቢ ዘሕለፈና ዘይኮነስ ተኸፊሉ ንዘይውዳእ ክንከፍል ካብ ቤት ፍርዲ ዝተዋሃበና ናይ ትእዛዝ ወረቐት ይመስል ነበረ። ከነሕስን ኣብ ድሕሪ ደሴ ቤት ትምህርትና ጩራ ኣብ ትሕቲ ጎቦታት ኣነን ኣልኣሚንን ብሓዘን ተዋሒጥና ኮፍ ኢልና ተረፍና ክሳብ እዛ ሰዓት እዚኣ ከም ኣፍራ ፍሩያት ይዒንትን ከም ኮሚደረ ቀይሕ ከንፈር ዘለዋ ጓል ኣንስተይቲ ርኢ ኣይፈልጥን ንምዃኑ ኣነ ትዝ ዝብሉኒ የዒንታን ከናፍራን እምበር ኣፍራ ጽብቕቲ ዝብል ቃል ዘይገልጻ መልክዐኛ ነበረት። ቁመታ ብፍሉይ ዝተቐረጸ፣ ጨጉራ ኣብ ናይ ስፖርት ፐሬድ ክትፈትሖ ከላ ንውሓቱን ጽባቒኡን ወዝዩኹም ብሰሓቱ ዋው! ኣእዳዋ ይኹን ኣእጋራ እረ! ካብ ሓደ ክፍለ ዘመን ሓንሳብ ጥራሕ ዝኽሰት መልኪዓ ትውንን ናይ መልክዐኛታት ሃገር ክበሃል ከሎ ኣፍራ ትስ ትብለኒ እሞ ሓቂ እዩ ይብል። ከማን ወሎ ንኣፍራ ጥራሕ ብምሓዝ ምስ ኣብ ኢትዮጵያ ሙሉእ ዘለዋ እንትወዳደር ኣብ ጥቓኣ ትበጽሕ ዘላ ኣይመስለንን። እዚ ኩሉ ጽባቐ ሒዛ ሻብዓይን ሻምናይን ክፍሊ ምሳናያ ተማሂራ። እዚ ኩሉ ጉድ ክኢልና ምምሃርና ግን ተኣምር ዶ ኣይኮነን? በዚ ውዑይ ዕድመ? ይገርም እዩ። ዳኛቸው ዝበሃል ዓርክና ልክዕ ኣብ ዕረፍቲ ሰዓት ደወል ምስ ተሃረመ ተዓንቂፉ ክሳብ ዝወድቕ እንዳጎየ ናብ ክላስና ይመጽእ እሞ ንኣፍራ እንዳረኣየ ከምዚ ዝብለና ኣፍራ ኣብ ዘለቶ ክላስ ሓንቲ መዓልቲ እንተዝመሃር ኣእምሮይ ምተኸፈተ ነይሩ። ካብ ሚእቲ ሚእቲ መምጻኹ ኣብ ውሽጢ መናፈሻ እኮ ኢኹም ትመሃሩ ዘለኹም። ነታ ኣደናቂትን ፍልይቲ ፍጥረት እንዳረኣኹም ቱሪስት ኢኹም እኮ ቱሪስት ኣብ ኢትዮጵያ ጥራሕ ኣብ ደሴ ጥራሕ ኣብ ቀይሕ ጩራ ቤት ትምህርትና ጥራሕ ኣብ ሻብዓይ ሲ ጥራሕ ትርከብ ፍልይቲ ፍጥረት እንዳረኣኹም ሓቂ ኣለዎ ኣፍራ ሓንሳብ ጥራሕ በቶም ፍርያት የዒንታ ክትጥምተና ከላ ልብና ልክዕ ካብ ጠስሚ ከም ዝተሰርሐት ምኽኽ ትብለና። የዒንታ ዓሚታ ትስሕቆ ነገር ድማ ኣሎ። እውይ ከጸብቐላ ኣፍራ ኣፍራ ኣፍራ ኣፍራ ኣፍራ ዋላ እቲ ሳዕርን ቆጽልን ምስኣ ክዕልልን ክዛረብን ዘይጽዕር መን እዩ? ኣፍራህ፣ ወይንሸትን ሰዓዳን ኣብ ሓደ ሰይዳ ኣይሰፈረን። ሓቂ ንምዝራብ እነ ኣፍራህ ርእየ ነተን ብየማንን ጸጋምን ዝዕጅባኣ ወይንሸትን ሰዓዳን ክርእየን ከለኹ፣ ናይ ብሓቂ ሰብ ኣይመስላንን ኣይትሓዛለይ ንኣፍራ ንኽሕልዋ ዝተሰርሓ መናድቕ ኮይነን እየን ዝስምዓኒ ንምዃኑ ኩላትና ኣብቲ ክላስ ዝነበርና ኣብ ዙርያ ዝበቐልና ዓረብ ኢና ንመስል ኣፍራ ትበሃል ጉድ ክበሃል ኣብ ማእኸልና ኣትያ እንታይ ክንገብር ኣብ ሻብዓይ ሲ ክላስ መን ኣሎ ተተባሂሉ ኣፍራ ጥራሕ በቃ ኣፍራ ናይ ቁጽሪ መምህርና ንባዕሉ ሸውዓተ ሕቶታት ተሓቲቶም እቲ ሓሙሽተ ንኣፍራ እዩ። ብርግጽ ሓሙሽትኡ ሕቶታት ኣይትምልሶን እያ ግን ፍሽኽ ይብሉላ። ግን እኮ ንሕና ሓበሻ ነምስል ኢና እምበር ጓል ኣይነኽብርን ኢና። ነኽብራ ጽብቕቲ እንተኾይነ እቲ ምስኪን ኣልኣሚን ዓርከይ ምዛ ተኣምራዊት ዝኾነት ጓል ኣብ ፍቕሪ ወደቐ ከማን ዕድል ዘይብ ድፉን ፍቕሪ ኣልኣሚን ኣቦኡ ምዉት እዩ ኣዲኡ ድማ ዓቕሚ ኣይነበረንን ማማ ኸድቻ ሎሚ ብህይወት የላን። ድሕሪ ቤት ትምህርቲ ኣብ ናይ ሶላት ሰዓት መስጊድ ክሰግዱ ንዝኣትዉ ሰባት ጫምኦም ብምሕላውን ብምውልዋንን እዩ ነብሱን ኣዲኡን ዘመሓድር። ንኣፍራ ከም ዘፍቅራ ዝነገረኒ ብሓሳብ መንሚኑ ሳዕሪ ድሕሪ ምትራፉ እዩ። ካብ መጀመሪኡ ኣልኣሚ ስኽተኛ እዩ። ኣይዛረብ ኣየዛርብ።

ኣደይ ንኣልኣሚን ኣመናያ ትፈትዎ። ኣልኣሚን በለቶ ክትጽውዖ ከላ ኩሉ ግዜ ከምዚያ ኣቤት እንታይ ደኣ ትምህርቲ ይኸብደካ ኣሎ ድዩ ኣይ እንታይ ደኣ ገጽካ ጽቡቕ የለን በለቶ ብሓዘን ተጠመተቶ እንጀራ ትስንክት ብምባራ ወእንጀራ በርበረ ነስኒሳ ጠስሚ ለኸያ ሃበትና። ኣነ ጉልስ ጉልስ ጉልስ ከብል ከለኹ ኣልኣሚን ግን ነቶም ናይ እንጀራ ዒንቲ ዝቖጽሮም ክሳብ ዝመስል ነቲ እንጀራ ብተመስጦ እንደረኣየ ኣብ ሓሳብ ተዋሒጡ ተዓዘረ። ነልኣሚን ካብታ መዓልቲ እቲኣ እየ በትኩሮ ዝረኣኽዎ። ናይ ብሓቂ ድማ ርእሲ ጥራሕ ሒዙ ተሪፉ ነበረ ኣታ እንታይ ከኾንካ ክንዲ መርፍእ እኮ ኮንካ ናይ ብሓቂ ገሪምኒ ሰብ ክዓብር ከሎ ማዕረ ክንደዚ ድዩ ኣቦቹ ሓደ ምስጢር ክነግረካ ንወልሓደ ኣይትዛረብን ኣይነግርን ብሓቂ በል ብሓቂ ዋ ኣነ ምስጢርና ንሰብ ተዛሪበ ይፈልጥዲ ኣይ ተዛሪብካ እኮ ይትፈልጥኒኻ ግን እዚ ምስጢር ኣይኮነን እንታይ ደኣ ኣለሞ ምስጢር እዩ እንታይ ድዩ መሲልካ ኣቡቹ ንኣፍራ ረኣየ ረኣየ ይመፀኒ ምሸት ምሸት ድማ ትዝ ትብለኒ ዓርቢ ክመፅእ ከለኹ ጭንቕ ጭንቕ ይብለኒ ቀዳም ድማ ናብ ገዛውታ ይኸይድ ግን ኣይርኣኒ ዋይ ቀዳም ሰንበትን ግን ኣበያ ኮፍ ትብል በቃ ኣብ ካልእ ዓለም ትነብር ኮይኑ ይስምዓኒ ገዛውታ ምርኣይ ደስ እዩ ዝብለኒ ቀዳም ኣብ ማዕፆ ገዝኦም ዘሎ እንዳ ቢልያርዶ ኣቲ ብርሑቕ ንገዝኦም ይሪኦ ግን ኣይትወፅእን እያ ኣቦኣ ቀስ ኢሎም እንዳሰጎሙ ኣብ ኣፍ ደገ ካንሸሎኦም ዘወር ዘወር ይብሉ ኣቡኣ ክሪኦም ኮለኩ ዘመደይ መስሉኒ ን ኣፍራህ ግን ይናፍቃ ክሳብ ዝመጽ ድማ ኣብኡ ጠጠው ኢለ ይጽበያ ቁርሲ ይኩን ምጻሕ ኣይበልዕኒ ሰንበት ድማ እቲ እንዳ ብልያርዶ ስለ ዝእጾ ጠጠው ዝብለሉ ቦታ ይጠፍኣኒ ሃንደበት ወጽያ እንተረኣየትኒኸ ኢለ እውን ይፈርሕ ስቅ ኢለ ኣብቲ መንገዲ ይመላለስ። ግን ንኣፍራ ኣይርኣኒ ይናፍቓ ክዛረብ ከሎ ድምፁ ብፍርሕን ጭንቀትን ይምላእ ፍቕሪ ሒዝካ ከይከውን ፍቕሪ ኮነን በጃኻ እንታይ ደኣ ኣሎሞ እንዴ ፍቕሪ ይመስለኒ በቃ ካብታ መዓልቲ እቲኣ ጀሚራ ኩሉ ዕላሉ ብዛዕባ ኣፍራ ጥራሕ እዩ ኣቡቹ ኣንተወይ እቲ ከቢድ ሕቶ ኣፍራ ምስ መለሰቶ ኣይገረመካን ይብለኒ ኣይመለሰቶን እኮ ተጋግያ ክላእ መምህርናዮም ተጋግዮም ይብለኒ ብድፍረት ኣፍራ ዘይትፅገብ ኣፍራ ናይ ፅባቐ መወዳእታ ብዛዕባ መልክዓ'ኮ ናይ ብሓቂ'ዩ፣ ኣፍራ ምስ ዓበየት ሳይንቲስት ከም ትኸውን ኣልኣሚን ይትንበየላ። ዋይ ፍቅሪ ዝገብሮ እም። ደጋጊመ ናይ ኣፍራ ሽም ብምስማዕ ዋላ ኣነ ከፍቅራ ዝተረፈኒ የለን። ሓቂ ዘረባ ካብ ኣብታ መዓልቲ ዝነበርና ሰላሳ ንኸውን ኣወዳት ዓሰርተ ገለ ዝኾኑ ብናይ ኣፍራ ፍቕሪ ዝተጠቕዑ እዮም ናይ ማትስ መምህርና ከይተረፉ ናይ ቁፅሪ መምህርና እንዳደመሩ እንዳጉደሉ እንዳመቐሉ እንዳርብሑ ዋላ ብዛዕባ ፍራሕ ከይሓሰቡ ኣይውዕሉን ሓደ ሓደ ግዜ ፍዝስ ኢሎም ክጥምትዋ ከለዉ የደንግፁኒ ነበሩ እዋይ ዕድል ነቲ ሓመድ ትመስል ተመርዕየ ሓሙሽተ ቆልዑ እንተዘይወለደስ ብምባል ኣብ ጣዕሳ ዝኣትዉ እዩ ዝመስለኒ። ኣነን ኣልኣሚንን ናብ ገዛ ክንከይድ ከለና ነፍርሓን ንመሓዙታን ብርሑቕ እንዳሰዓብናየን ኢና ንኸይድ። ካብ መዓልታት ሓደ መዓልቲ ኣፍራ ባናና ማስቲካ ገዚኣ ቀሪፋ ወረቐት መሸፈኒኡ ደርብያ ናብ መሓዙታ ተሓወሰት። ንሕና ናብቲ ዝደርበየቶ ቦታ ምስ በጻሕና፣ ኣልኣሚን ተቐላጢፉ ነቲ ናይ ማስቲካ ወረቐት ኣልዓሎ። ከምዚ ዓቢ ቅርሲ ዝረኸበ እዩ ዝመስል። ዋላ ንባዕለይ ምእማን ክሳብ ዝስእን ነቲ ናይ ማስቲካ ወረቐት ንኽልተ ዓመት ምሉእ ብዓቢ ክብርን ክንክንን ኣቐሚጥዎ ነበረ። ንዕኡ ጥራሕ ብዝረኣዮ ስውር ምስሊ ኣፍራስ ዝተሓተመትሉ ክሳብ ዝመስለኒ ጉድ ኩዩ ኣልኣሚን ከምዚ እንዳተሳቐየ ክረምቲ ኣተወ ካብ ኣፍራ ንኽልተ ወርሒ ምፍልላይ ናልኣሚን ዳርጋ ሞት ነበረ ወልፊ ኮይናቶላ ኣፍራ ዓለሙ ብምሉኡ ኣጸልሚታ ኣብ ነፍሱ ሰማይ ጥራሕ ዝደመቐት ኮኸብ ነበረት። ከምዚ ኢሉ ከሎ ወላ ማይ ኣብ ዝሃርመሉ ዝነበረ እዋን ናብቲ እንዳ ቢልያርዶ እንዳኸደ ንኣፍራ ወፅያ ንኽሪኣ ይፅዕር ነበረ። ንዓሰርተ ሓሙሽተ መዓልታት ተጸብዩ ክሪኣ ኣይከኣለን። ክጽለል ንእሽተይ ተሪፍዎ። ኣብ መንጎ ግን ብዙሕ ንፈትዎም ሽኽ ያሲን ዝበሃሉ ሰብ ኣብ መንገዲ ይረኽቡኒ ናይ ኣልኣሚን ቁርኣን ዘቕሩ እዮም ንኣልኣሚን ምኽሪ ክትልግሰሉ ደልየ ነይረ ዝወደይ ሕራይ ሕራይ ሓደ ሓደ ግዜ ካብ ቁርኣን ይተርፍ ካልኣይ ድማ ኣብ እንዳ ቁማር ርኢናዮ እውን ይብሉ እዩ እዚ ሕማቕ ኣምፅዎ ዘሎ ባህሪ ከም ዝገድፎ ክትገብሮን ክትምኽሮን ደልየ ዓርክኻ ስለ ዝኾነ ሓደራ ምኽሩ ከም ዝነበሮ ምለሶ ናብ ሃይማኖቱ ክምለስ። ጥዑይ ቆልዓ ዝነበረ ሕጂ ግን ተበላሽኑ ኣሎ በጃኻ ምኸረለይ ሓደራ ሓደራ ኢሎም ነገሩኒ። ንኣልኣሚን ሓሰብኩሉ መን ይፈልጥ ናቱ ሽግር ኣብ ንውዕሉሉ ቦታ ከማን ዘለና ዘይመስሎም ክንደይ ብባህሪኡ ፈረዱ። ኣልኣሚን ሓደ መዓልቲ ልቡ ክሳብ ትወፅእ እንዳጎየየ ናብ ገዛና መፀ። ካብ ታህዋኹ ዝተለዓለ ንድሙና ኣብ ኣፍ ደገ ገዛና ጭራ ኣረጊፁ ካብ ዓቕማ ንላዕሊ ኣወጨጫ። ኣቡጁ ለካ ናይ በዓል ኣፍራ ገዛ ኣ- ኣነ ጠጠው ብዝብለሉ ኣይኮነን ብድሕሪት እዩ በት እንዳ ዘይቲ ብኡ እያ ትወፅእ። እዋይ ተዓሸ ሎሚ በጋጣሚ ብኡ ክኸይድ ከለኹ ምስ ኣዲኣ ኮይና በቃ ኣብ ቅድመይ ከምዚ ከምዚ ከማይን ከማኻን ተገጣጢምና ወላይ ኣውዝ ቢላይ ክጎይ ሓሲበ ነይረ ከምዚ ኢለ ከለኹ ከኣርያትኒ ይኽፍእ ደይ በለኒ ክልተ ኢዳዉ የማንን ጸጋምን ከም መንገብገብ ዘርጊሑ ሓንሳብ ናተይ ሓንሳብ ድማ ናቱ ኣከዳድና እንዳረኣየ ኣደንጊጽኒ ናይ ብሓቂ ደንጊጽኒ ናይ ኣፍራ ጽቡቕ ኣከዳድናን ናይ ኣልኣሚን ዝሓቐቐት ጫማን ዝኣረገትን ሕብራ ዝወደአትን ቪሺ ማልያን ብውሽጠይ እንዳሓሰብኩ ቤላ ኣለኻ እምበር ኣይተኽፍእን ኢኻ በልክዎ። ኣ- ኣይግርመካን ምስ ኣዲኣ ከላ እኮ እዩ በቃ ኣ- ኣብዝን ኣብትን ተገጣጢምና ወላሂ ጸቢቓ ተትርያ ኣቡቹ እታ ትፈልጣ ኣፍራ ኣይኮነትን በቃ ኣብዘን ኣብትን ኢና እኮ ተረኣኢና በለኒ ኣእዳዉ የንቀጥቅጡ ነበሩ የዒንቱ ድማ ናይ ደስታ ናይ ሓዘን ናይ ሕፍረት ናይ ምንዮት ተስፋ የንፀባርቑ ነበሩ ኣብ ገጹ ፍስሃ ስለ ዝዓሰሎ ክፋንዎ ወጻኹ። ክንፈላለ ክንብል ኣቡቹ በለኒ። ኣቤት መለስኩሉ። እንታይከ ኾንካ ሓተትኩዎ። ክልተ ቅርሺ ኣለካ ድዩ? ኣልኣሚን ደፊሩ ሰልዲ ክሓትትስ ይትረፍ ንዘለቅሖም ከማን ምለሱለይ ንምባል ዝፈርሕ ሰብ ነበረ። ሰልዲ ሒዘ ስለ ዘይነበርኩ ናብ ገዛ ተመሊሰ ካብ ኣደይ ተቐቢለ ሃብክዎ። ደስ ኢልዎ ከደ። ዳሕራይ ኣብ ዝሰማዕክዎ ኣብ እንዳ ፍራሕ በቲ ሓድሽ መእተዊ ወገን ሓንቲ እንዳ ሻሂ ኣላ። ሻሂ ሓምሳ ሳንቲም እዩ። በቲ ዝሃብክዎ ሰልዲ ሻህ እንዳኣዘዘ ንኣፍራህ ይጽበይ ነበረ። ግን ኣርባዕቲኡ መዓልቲ ክሪኢ ኣይከኣለን። ንሓደ ኣብቲ እንዳ ብልያርዶ ዝረኸቦ ወዲ ገዛውታ ሓቲትዎ ኣፍራህ ናብ ኣዲስ ኣበባ ብዕረፍቲ ከም ዝኸደትን ኣብ ግዜ ትምህርቲ ከም ትመጽእ ኣረድኦ። ሞራሉ ተሰበረ። ዋላ ከምኡ ኮይኑ ግን ናብ ገዛውታ ምኻድ ኣይቋረጸን። መዓልታዊ ገዛውታ ከይረኣየ ኣይውዕልን'ዩ። ሸርፊ ተራን ዕግርግርን ጫት ተራን መኪናታትን ናይ ደሴ እቲ ቀዳማይ ዕግርግር ዝበዝሖ ገዛውቲ እዚ ኩሉ ዕግርግር ግን ካብ ኣፍራ ኣይበልፅን ኣፍራ በይና ናይዚ ኩሉ ቤት ትምህርትና ናይ ኣወዳት የዒንቲ ዝተደርደረላ ኣይኮነት እንድያ ንሳ እንተዘየላ ንምንታይ ትኸይድ ይብሎ እንድዒ ይምልስ የደንግጸኒ። ሓደ መዓልቲ ድማ ናብ ገዛ ይመጽእ እሞ ስራሕ ክጅምር እየ በለኒ። ናይ ምንታይ ስራሕ በልክዎ። ናይ ኣይሱዝ ተሓጋጋዚ። ዋ ትጻወት ኣለኻ ምሽ በልክዎ ተገሪመ። ወላ ናይ ብሓቂ ካብ ደሴ ናብ ኣዲስ ኣበባ ዝመላለስ ኣይሱዚ ስራሕ ክጅምር እየ ንማማ ነጊረ የእምን እየ ኣለኹ። እታ መኪና ቀዳም ናብ ኣዲስ ኣበባ ክትከይደ ኣነ ከዓ ምስኣ ከይደ እንተትርእዩ እቲ ስራሕኮ ብጣዕሚ ቀሊል እዩ ምስታ መኪና ክኸይድ እየ ምስኣ ክኸይድ እየ ብዙሕ ሓዘን ኩሉን ሓሳብ ኩሉን ብቐጠንቲ እዳዉ ቴንዳ ክጎትት ናይ ጎማ እግሪ ክኣስር ሓሰብኩ ኣልኣሚን እቲ ንፉዕ ተምሃራይ

ኣልኣሚን ገና ኣብ መጀመርያ ጉዕዝኡ ካብ መኪና ወዲቑ ግንባሩ ተፈጊኡን ተላሕፂፁን መፀ። ኩሉ ሰብ እንኳዕ ኣላህ ኣትረፈካ ብምባል ሓዘነሉ። ከምዚ ተዘይተፈጊእካ እንተዘይተላሕፂፅካን መቸም ናይ ልቢ ስምብራትን ናይ መንፈስ ድቀትን ድዩ ዝሓዝነልካ የለን።

ኣታ ኣፍራህ ነዚ ኩሉ ጎቦታትን መንገድን ሓሊፋ እያ ናብ ኣዲስ ኣበባ ከይዳ ነዞም ጎቦታት ሪኣቶም ዶ ትኸውን እዚ ኩሉ ፀድፍን ዳርኣየት ወላ ፈርሓኩ ትኸውን ኣብ ደብረ ሲና ምሳሕ በሊዓ ኣላ ቆሎ እውን ገዚኣ ትኸውን እያ ናብቶም ቢንቶታት ክትኣቱ ከላ ድማ ብፍርሒ ኣንቀጥቂጣ ትኸውን እያ በለኒ ኣፍራህ ብዝሓለፈቶም መንገድታት ብምሕላፉ ሕልንኡ ንድሕንነታ ሰጊኡ እንዳዘከረ ክጭድር ተራእየኒ ምስኪና ልኣሚን ቀስ ብቐስ ነገራት ኩሎም ተሓዋወስዎ ሓደ መዓልቲ ናብ ቤት ትምህርትና ከደሞ ኣብ ፂምፂም ዝበለ ቤት ትምህርቲ ዝረኸቦም ዋርድያ ኣቦይ ደምሴ ትምህርቲ መዓስ ይጅምር ብምባል ይሓቶም። ኣቦይ ደምሴ ድማ ትምህርቲ ዝጅመረሉ መዓልቲ ኣይፈልጥን'የ። ንስኻ ግን ናይ ትምህርቲ ድሌት ሃልዩካ መዓስ ይጅምር ኢልካ ትሓትት። ወደይ ድማ ምስ ኩዕሶ ክራገጽ ይውዕል። ንዓኻ ዝወለዱ ኣቦኻን ኣዴኻን ክሳብ ክንደይ ይኾርዑ ይኾኑ? ኣሰይ ዝወደይ ኣሰይ ኣሰይ! በልዎ። ገዲፍዎም ናብ ገዛ ተመለሰ። በቃ ምርግጋእ ኣበየ። ሻምናይ ክፍሊ ብተመሳሳሊ ንኣፍራ ፍቕሩ ከይገለጸላ መዓልታዊ እንዳረኣያ በዒንቱ ጥራሕ ተስፋ ሰኒቑ ኣሕለፎ። ሓደ መዓልቲ ንኣፍራ ህያብ ከበርክተላ ሓሲበ ኣለኹ በለኒ። እዋይ ፍቕሪ ጉድለት ኣይርድኦ ድኽነት እንዳበልኩ ክሓስብ ኣልኣሚን ሓንቲ ሓምሳ ሰለስተ ዓሰርተን ካብ ጅቦ ኣውጺኡ ኣርኣየኒ። ካበይ ኣምፅኻዮ ንሮሞዳን ጫማ ወልዊለ ዘዋህለልክዎ እዩ ንኣፍራ ህያብ ንምግዛእ ኣብ ውሽጢ ደሴ ሙሉእ ህያብ ክንደሊ ክንዘውር ወዓልና ግን ንኣፍራ ዝኸውን ህያብ ኣይተረኸበን ንምዃኑ እቲ ህያብ ጥራሕ ኣይኮነን ተሳኢኑ ነቲ ህያብ መውሃቢ እውን እዩ ጠፊኡ ሕጂ ኣነ እውን ንኣፍራ ልክዕ ከም ኣልኣሚን እየ ዝፈርሓ ከምዚ ኢልና ናብ ታሽዓይ ክፍሊ ክንሓልፍ ከለና ኣፍራ ግን ተረፈት ኣልኣሚን ድማ ንዓኣ ገዲፉ ምሕላፉ ክወሓጠሉ ይከኣለን ወይዘሮ ሲም ቤት ትምህርቲ ኣተና ኣነ ልክ ናብ ዓስራይ ክፍሊ ክሓልፍ ከለኹ ካብ ደሴ ወፃኹ ንዓርከይ ምስ ከቢድ ናብርኡን ፍቕሩን ገደፍክዎ በቃ ምስ ኣልኣሚን ብኸም ዝተፈላለና ኩሉ ግዜ ትዝ ይብለኒ እሞ ኣእዳወይ እንታይ ዓይነት ሰይጣን ከም ዝሕዘን እንድዒ ቴሌፎን ከማን ኣይድውለሉን በቃ ተፈላሊና ተረፍና። ድሕሪ ግዜ እቲ ትዝታ ንባዕሉ ደብዘዘ። ብናይ ባዕለይ ህይወትን ብሓደሽቲ የዕሩኽ ተኸቢበ ንኣልኣሚን እቲ ብሉጽ ዓርከይ ከም ዘሎ እውን ረሳዕክዎ። ሰብ መቸስ ከምዚዩ ናብ ደሴ ዝተመለስኩ ድሕሪ ዓሰርተ ዓመት እዩ። እቲ ናይ ዕርክነት መንፈስ ኣብ ናይ ደሴ መእተዊ ዝጽበየኒ ዘሎ ክመስል ገና ኣብ ኣሸዋበር ምስ በጻሕኩ ኣልኣሚን ምስ ናፍቖቱ ተራእየኒ። ንጽባሒቱ ናብ እንዳልኣሚን ምስ ከድኩ ኣዲኡ ከም ዝዓረፉን ኣልኣሚን ድማ ናይ ኣይሱዚ ተሓጋጋዚ ኣውቲስታ ከም ዝኾነን ኣብ ሸርፍተራ ከባቢ ከም ዘይጠፍእን ሓንቲ ጓል ነገረትኒ። ናብ ሸርፍተራ ከድኩ። እቲ ዕግርግር ብኢስዎ ነበረ። ብሓደሽቲ ገዛውቲ ተወሪሩ። ጣልያን ብዝሰርሖ ጅብሩኽ ገበያ ዝበሃል ዕዳጋ ውሽጢ ንውሽጢ ብዙሓት ኣይሱዚ መኪናታት ተሰሪዐን ናብ ዝነበረሉ ከባቢ ሓንቲ ንእሽተይ ኣብ ብራንዳ ዝተሰርሐት እንዳ ሻሂ ምስ በጻሕኩ ብዙሓት መንእሰያት ጫት እንዳቐሓሙ ምዉቕ ዕላል ሒዞም ነበሩ ጽግዕ ኢለ ንሓደ ካብኣቶም ኣልኣሚ ዝበሃል ሰብ ትፈልጦ ዶ ትኸውን ኢለ ሓተትክዎ ናብ ኣብ ፊቱ ዝነበረ ካልእ እንዳ ሻሂ ሓበረኒ እሞ ናብኡ ምራሕኩ ኣልኣሚን ኣብኡ ረኣኽዎ ጫት ብጸገማይ ኢዱ ሒዙ ኣይኣምኒ ኣይኣምኒ ኣቡሽ ከይትኸውን ጥራሕ በለኒ ተሓቋቒፍና ኣልኣሚን ከም ዝነበሮ ከም ቀደም ዓቢሩ ኣስናኑ ብጫት ተበላሽዮም ነበሩ። ምስ ረኣየኒ ንእሽተይ ተሳቐቐ። ብኽልተ መንኮበ ሒዙ ኣርሕቕ ኣቢሉ ይርእየኒ እሞ ያ ኣላህ መሊሱ ሓቒፉ ይስዕመኒ። ተተሓሒዝና ኣብቲ ጅብሩኽ ላዕለዋይ ደርቢ ናብ ዝነበረ ቤት ቁርሲ ኣተና። ኣነ ጽቡቕ ኮይነ ስለ ዝረኣየኒ ጥራሕ እውይ ኣብ ገጹ ዝነበረ ታሕጓስ ኣነ እውን ከምኡ ተሓጒሰ ነበርኩ። ናተይ ታሕጓስ ግን ስለ ዝረኸብክዎ እዩ ምሳሕ እንዳበላዕና ናይ ውሽጢ ውሽጥና የዕለልና ኣልኣሚን ትምህርቱ ኣብ ኣስራይ ክፍሊ ኣቋረጾ ነዲኡ ንምክንኻን እዩ ኣቋሪጽዎ ግን ወላዲቱ ኣይተረፋሉን ብድሕሪኡ ድማ ክቕጽል ኣይደለየን። ኣብቲ ሸርፊ ተራ ዝበሃል ቦታ ደላላይ ብምዃን እንዳሰርሐን ተሓጋጋዚ ኣውቲስታውን እንዳፈተነ ህይወቱ ክመርሕ ኣሕለፎ። እቲ በሊሕን ብሪልየንትን ርእሲ ዝነበሮ ኣልኣሚን መወዳእትኡስ ዕጭኡ ከምዚ ክኸውን ከኣለ። እንዳፈራሕኩ ነቲ ዘይተርፍ ሕቶ ኣስዓብኩሉ ክሓተካ እባ ኣፍራ ኣላ ዶ በልክዎ ብሓንሳብ ገጹ ተቐየረ ስቕ በለ ናይ ቃል ዓለም ፍሽኽታ ሰንዩ ኣልሓምዱላይ ደሓን እያ ኣደ ክልተ ቆልዑ ኮይና ኣላ ከመይ ድም ክፅቡቑ መዓት በለኒ ድንግርግር በለኒ ከም ዝተሓዋወሰኒ ተረዲኡ እቲ ትሪኦ ዘለኻ ፖላሶ ናቶም እዩ ሓደ ሃብታም ተመርዓ ናብራኣ ትቕፅል ኣላ ኣብ ትሕቲኡ ዘሎ ዓብ ፖላሶ ናታ እዩ ወላሂ ፀቢቕላ ኣሎ ናይ ቃል ዓለም ፍሽኽታ ፍሽኽ በለ ድሕሪ ናይ ነዊሕ ስቕታ ኣብቲ ናይ ምግቢ ጣውላ ላስቲክ ንብዓቱ ጥብ ክብል ረኣኹ። በቃ ሕራይ ኢለ ናብኡ ብምጽጋእ ናብ ነብሰይ ኣጸጋዕክዎ። ካብ ውሽጢ ልበይ ሓዘንኩሉ። ኣብ ውሽጢ ሕቑፉ ኣትዩ ከሎ ብትሑት ድምፂ ከምዚ በለኒ ኣልሓምዱሊላህ ኣፍራ ደሓን እያ ሎማዓንቲ እውን ክርኣ እየ ፍትዋት ተኸታተልቲ መደብና ንሎሚ ዘቕረብናልኩም መደብ ነዚ ይመስል ነይሩ እንተፈቲኹማ ቪድዮ ላይክ ሼር ብምግባር ዘለኩም ሃናፂ ርእይቶ ይኹን ሓበሬታ ኣብ ኮመንት ሴክሽን ኣቐምጡልና ነዛ ቻነልና ሳብስክራይብ ዘይገበርኩም ሳብስክራይብ ፎር እንዳበልኩ ኣብ ቀፃሊ ብኻልእ መደብ ሳንራኸብ ሰላም ንዓኹም